ሰላም ሰላም ክቡራት ሕዋት ኩልኹም ተኸታተልቲ ዳዕሪ ሓሙሽተ ሜድያ ኩሉ ኩርናዓት ዓለም ኮንኩም መደበይ ትከታተሉ ዘለኹም ከመይ ኣለኹም ሓውኹም ሲሞን እየ ምሳኹም ዘለኹ ካብ ዳዕሪ ሓሙሽተ ሜድያ ሎማዓንቲ ከኣ ብሓደ ኣገዳስን ይጠቕመና እዩ ዝበልክዎ መደብ ሒዘ እየ መፅኤኩም ዘለኹ ሎማዓንቲ ኣብ ፃዕቂ ህዝቢ ዘለዎ ከመይ ጌርና ንዝውር እቲ ከባቢ ከመይ ጌርና ክንፈልጦ ኣለና እቲ ከባቢ ሳይክል ዝንቀሳቀስ ኣለዎ ኦዴነ ወይ መገዲ ኣጋር ኣለዎ ድዮም ኩሉ እቲ ምልክታት ኣብቲ ፅርግያ ዘሎ ምልክት ናይ ትራፊክ ቀዲምና ከመይ ጌርና ነለልዮን ከመይ ጌርና ከኒ ንውስን ፕላኒሪንግ ይብልዎ በዛ ዓዲ ከመይ ጌርካ ትውስን እቲ ነገራት ርኢኻስ ቀልጢፍካ እንታይ ክትገብር ከም ዘለካ ከመይ ጌርካ ትውስን ማለት ናብ ሓደ ከተማ ክትከይድ ትኾንካ ስም ናይቲ ከተማ ኣሎ ዝተፃሕፈ ስክሪን እቲ ቁፅሪ ናይቲ ከተማ ከኒ ኣይናይ ፅርግያ እዩ ናብኡ ዝኸይድ ቀዲምካ ምፍላጡ እዚ ብጣዕሚ ብጣዕሚ ሓጋዚ እዩ ማለት እዩ ኣብ ትራፊክ ክትዝውር ከለኻ እዚ ህጂ ፕላኔሪንግ ይበሃል ውሳነ ወሳኒ ማለት እዩ ወሳኒ ክትከውን ኣለካ ኩሉ ግዜ ከባቢኻ ኣለሊኻ ብግቡእ ክትፈልጦ ኣለካ ሎማዓንቲ ብዛዕባ እዚ ኢና ክንርኢ ማለት እዩ ኣብዚ ቻነል ሓደስቲ እንትኾንኩም ሳብስክራይብ ብምግባር ናይ ወትሪ ተኸታተልቲ ክትኮኑ ትኽእሉ እዚ መደብ ከዓኒ ጠቃሚ እዩ ንመሃር ኣለና እንተልኩም ናብ ካልኦት ሕዋት መታን ክበፅሕ ሸር ግበሩሎም ዝኾነ ሕቶ ርእይቶ ሃናጺ ሓሳብ እንተሃሊኩም ከኣኒ ኣብ ታሕቲ ቀምጡለይ ኣብ ሰዓቱ ክምልሰልኩም እየ ምሳኹም ዘለኹ ሓውኹም ሲሞን እየ ሰናይ ምክትታል ለት ኣስጎ ሎማዓንቲ ብዛዕባ ፕላኔሪንግ ኢና ክንርኢ ፕላኔሪንግ ማለት ምውሳን ከባቢኻ ጽቡቕ ጌርካ ምልላይ ማለት እዩ። ከባቢኻ ከመይ ኣሎ ኩሉ ምርኣይ ኣገዳሲ እዩ። ሕጂ ፍጥነት ክንደይ ኣሎ ትርኢ ብዚ ቅድመይ ሰማንያ ይብል ኣሎ ፍጥነት እቲ ልክዕ ሓሙሻይ ማርሽ እቲ ክሳብ ሰማንያ ይኸይድ ማለት እዩ። ክሳብ ሰማንያ ይኸይድ ሕጂ ብዚ ክዝውር ከለኹ ኩሉ ግዜ ናይ ድሕሪት መስትያት ክርኢ ኣለኒ ብድሕሪት ማኪና ዝመፃ ዘለዋ ከመይ እየነ ናባይ ዝተፀግዓ ኣለዋ ድየነ ገለ ኩሉ ክሪኦ ኣለኒ ማለት እዩ ምልክታት ናይ ትራፊክ ኣነ ኩሉ ብግቡእ ክከታተሎ ኣለኒ ማለት እዩ ናይ የርብዓ እዩ ሕጂ ኣብ ከምዚ ኩሉ ግዜ ከባቢኻ ጽቡቕ ጌርካ ክተጽንዕ ኣለካ ኣብ ከባቢኻ እንታይ ኣሎ የማንካ ጸጋምካ ኩሉ ብግቡእ ክትፈልጦ ኣለካ ማለት እዩ ኩሉ ከባቢኻ እንተፈሊጥካ ቀዲምካ ትውስን ማለት እዩ እንታይ ከጋጥመካ ምዃኑ ፈሊጥካ ስለ ዘለኻ ፍሬኖ ድኻ ክትሕዝ ሓይሊ ድኻ ውስኽ ኩሉ ፈሊጥካ ኣለኻ ማለት እዩ ምውሳን እዚ ፕላኔሪንግ ይብልዎ በዛ ዓድ ብጣዕሚ ገዳሲ እዩ ሕጂ ኣብዚ ቅድመይ ኣጠንቃቂ ይብል ኣሎ ቀዳምነት ሃብ ይብል ኣሎ እዚ ሕጂ ንየማን የክዕፀ ፍራቻ ገይረ እዚኣ ርኢ የብል ትመፅእ የላን ብፀጋም ጠዋል ይዕፀፍ ማለት እዩ በዚ ተዓፂፈ ሳይክል ኣላ ኣብዚ ቅድመይ መገዲ ሳይክል ትሪእዎ ኣለኹም ተጠንቀቕ ብለን ኣሎ መገዲ ኣጋር ኣሎ እዚ ቀዲመ ይሪኦ ማለት እዩ እዚ እቲ ክገብሮ ዘለኒ ማለት እዩ ፕላኔሪንግ ዝብልዎ እዚ እዩ ማለት እዩ እዚ ብጣዕሚ እዩ ኣብዚ ዓዲ ኣገዳሲ ኣብዚ ቅድመይ ከዓ ናይ ባስ ንህለኩም ነዚ ቀዲመ ይሪኦ በዚ የማነይ ዘሎ ናይ ባስ ጥራይ እዩ ኣብኡ ገፀይ ክኸይድ የብለይን ናብቲ ሓደ ፅግዕ ኢለ ኸይድ ኣብዚ ከዓ መገዲ ኣጋር ንህለኩም በዚ ተኺለ ይኸይድ ሕጂ እዚ ፅርግያ ቀዳምነት ናትካ ይብለኒ ኣሎ በዚ የማን ዘሎ ናብዚ ክብ ክቐርብ ከለኹ ከኣ ትርእይዎ ኣለኹም ብጸጋም ዝመጽእ ኩሉ ግዜ ቀዳምነት ህቦ ኩሉ ነጻ ምስ ኮነ ምስ ረኣኽዎ ከኣ ትኺለ ይኣቱ ማለት እዩ ሕጂ በዚኣ ክወጽእ ከለኹ ናይ የማን ፍራቻ ገይረ ሳይክል ኣሎ ኣብዚ ደው ኢለ ይሕልፎ ትርእይዎ ኣለኹም በዚ የማነ ኣርሒቐ ጠሚተ ከባቢየ ኩሉ ይውስን ማለት እዩ ሕጂ ሳይክል ክመፅእ ምስ ረኣኹ ደው ኢለ ክሕልፎ ኣለኒ ኢለ ወሲነ ማለት እዩ ሳክት ከይረኣኹ ከይወሰንኩ መፅኦ ነይረ እንተዝኸውን ምሓለፍኩዎ ወይ እቲ ሳይክል ከዓ ሽው ኢሉ ክኣትወኒ ንኽእል ደው ክብል ኢሉ ኣብ ሓደጋ ትኣቱ ማለት እዩ ምውሳን ቀዲምካ ብጣዕሚ ብጣዕሚ ኣገዳሲ እዩ ማለት እዩ ኣብ ትሪእዎ ዘለኹም ከዓ እዚ ሓባት ፅርግያ ኣሎ ብዚ ቅድሚ ካብለኒ ኣሎ እዚ መገዲ ኣጋር ገለለብ ዝብል ኣሎ ኩሉ ከባቢየ ይርኤ ስታይ ይገብር እዚ ከዓኒ መጸበይ ናይ ባስ ኣብዚ ንህለኩም እዚ የማነ ኣብዚ ቅድመይ ከዓ ንህለኩም እዚ ምልክታት ንጸጋምን ንየማን ትዕጸፍካ ዝብል ኣሎ ሕጂ ኣነ ንየማን እየ ክዕጸፍ በዚ ኣብዚ ከዓኒ ኣጋር ሳይክል ኩልኩል ይብል ኣሎ በዚ ንየማን እየ ክዕጸፍ ሕጂ ንየማን ክዕጸፍ ከለኹ እዚ ፍራቻ ገይረ ናይ የማን ኣብዚኣ ደው ብል ማለት እዩ ሪዋ ኣለኹም ኣብዚኣ ደው ብል ኩሉ ከባቢየይ ይርኢ ሕጂ እቲ ካልእ ኩሉ ደው ኢል ደው ኢለን ኣለዋ ሕጂ ተን ካልእ ኣብኣ ከለኹ ኣነ ይኣቱ ትኽኢለ ኣቱ ማለት እዩ በዚ ሕጂ እዚ ፅርግያ እዚ ናይ ሓምሳ እዩ ኣብዚ ቅድመይ ከዓኒ ብርሑቕ ይርኢ ኣለኹ ከምዚ ናይ ጁራ ፍየር ኣሎ ሕጂ እቲ ብሄን ክወፅ መርጽየ ወሲነ መጽየ ኣለኹ ማለት እዩ። ሕጂ ትኽ ኢለ ክኸይድ ስለ ዝኾንኩ በዛ የማን በዚኣ ሒዘ ይመጽእ ማለት እዩ። እዚ ምልክታ ትርእይዎ ኣለኹም ኣብዚ ላዕሊ ንህለኩም ኩሉ ኣብ ላዕሊ ንየማን ድኻ ክትዕጸፍ ትኽ ኢልካ ድኻ ክትከይድ እቲ ኣስማት ናይ ከተማ ኩሉ ንህለኩም ትርእይዎ ኣለኹም ነዚ ብርሑቕ ክተንብቦ ኣለካ ክትውስን እንተኾንካ ማለት እዩ። ናበይ ኢኻ ክትዕጸፍ፣ ኣይናይ ከተማ እዩ ዘድልየካ ዘሎ፣ ቁጽሪ ናይቲ ከተማ፣ ስም ናይቲ ከተማ ኩሉ ኣብኡ ኣሎ ማለት እዩ። ኣይናይ ጎደና ትወስድ ሕጂ ብዚ ምውሳን ብጣዕሚ ብጣዕሚ ኣገዳሲ እዩ ማለት እዩ ቀዲንካ እቲ ቦታ ርኢኻ እቲ ስማት ኣለሊኻ ምውሳን ዝመስልዎ የለን ማለት እዩ ከምዚ ላንጋ ላንጋ እንትኾንካ ከምዚ ወይ ኣብ ናይ ዜሮ ሰዓት ቦታ ክትቅይር እንተፈቲንካ ኣብ ሓደጋ ትኣቱ ማለት እዩ ሕጂ እዚ ትርእይዎ ዘለኹም ብየማነ ዘለኹ ኣነ ትኽ ኢለ እየ ክኸይድ ቅድመይ ብዙሓት መካይን ኣለዋ ከምዚ ሪጋ ሕጂ እዚ ዓብዪ ጁራ ፍዮሪ እዩ ዝኸዶ ዘለኹ እዛ መስመር ሒዝያ ዘለኹ ሕጂ በዚ ንየማን ክትዕፀፍ ትኽእል ምልክት ትርእይዎ ኣለኹም ኣብዚ ንየማን ክትዕፀፍ እንተኾንካ ፍራቻና የማን ጌርካ በዚኣ ትኽኢልካ ትወፅእ ትኽኢልካ ክትኣቱ እንተኾንካ ከዓኒ ፍራቻ ኣይትገብር ናኻ ክትኣቱ ከለኻ በዚኣ ፍራቻ ዝበሃል ኣይተድልን እያ ብፀጋም ዝኣቱ ከይህሉ ጥራይ ትሕሉ እጂ ብፀጋም ይመፁ ኣለዉ ንኩሎም ቀዳምነት ይህቦም ማለት እዩ እዚ ኩሎም ቀዳምነት ይህቦም ብፀጋም ዝመፁ ኩሎም ምስ ኣተው ይቕጽል ትኺለ ኸይድ ማለት እዩ ሪኦ ኣለኹም ትኺለ ይኣት በዚኣ ነፃ ምስ ኮነት ሕጂ በዚኣ ንየማን ክወፅ ክወፅ ከለኹ ፍራቻ ናይ የማን ገይረ በዚኣ በዚ የማን ዘሎ ሕጂ ምልክት ገይረሉ ስለ ዘለኹ ደው ኢሉ ይሕልፈኒ ማለት እዩ ኣብዚ ኸነ ኣለኩም ሳይክል ክልኩል እዩ ይብል ኣሎ ብዚ ሳይክል በዚ ምጥሓስ ክልኩል እዩ ክብል ጸኒሑ እዚኣ ከኣ ናለት ኩም ናይ ሓሙሳ ማለት እዩ ጽርግያ ሚእትን ሰለስተን እዩ ዝበሃል ፍጥነት ከኣ ንሓሙሳ እዩ ማለት እዩ ኣብዚ ቅድመይ ከኣ ንህለኩም ናይ ንኣሽቱ ከተማ ናብ ሃይወይ ዝወስድ እቲ ክልተ ቀጠልያ ኩሉ እቲ ስማት ኣለኩም ኣብዚ ሕጂ ናበይ ከተማ ምዃንካ እቲ ጽርግያ ትኸዶ ዘለኻ ከተማ ስሙ እንታይ ይበሃል ብርሑቕ ኣንቢብካ ቀልጢፍካ ክትውስን ኣለካ ሕጂ ኣብ ፈተና ክትገብር ከለኻ እዚ ብጣዕሚ ገዳሲ እዩ እዚ ከኣ ኣለኩም ጁራ ፍዮሪ ኣብ ዝመፅእ ኣለኹ መፅእ ኣብዚኣ ቸክ ይገብር ማለት እዩ ብፀጋም ዝኣትዋ ከይህልዋ ገለ ነፃ ምስ ኮነ ትኽ ኢለ ይኣቱ ፍራቻ ይገብርኒ እየ ሱቕ ኢለ ኣቱ በዚኣ ክወፅእ ከለኹ ፍራቻ ይገብር ማለት እዩ ብካልኣ እየ ዝወፅእ ዘለኹ ትሪእዎ ኣለኹም እዚ ሕጂ ብዚኣ ሚእትን ሰለስተን ትብለኒ ኣላ እዛ ጽርግያ ጽርግያኻ ቀዳምነት ኣለካ ናትካ ይብለኒ ኣሎ ፍጥነት ናይ ሰብዓ ይብለኒ ኣሎ ኣብዚ ብሳለሳይ ማርሺ ክሳብ ሱሳ ዝኸውን ሓይሊ ሂበ ይቕጽል ማለት እዩ ሱሳ ገለ ምስ በጽሐት ብድሕሩ ኣብ ኣኸላ ማርሺ ካብ ሳልሳይ ናብ ሓሙሻይ የንጥራ ማለት እዩ እዚኣ ገይረ የንጥራ ይቕጽል ማለት እዩ ሕጂ ሰብዓ እዩ ዘሎ ፍጥነተይ ኣብዚ በዚኣ ትኽ ኢለ ይኸይድ ማለት እዩ በሎም ጽርግያ ከምዚ ሓንኳል ኩን ኢሉ እዩ ስቴርሶ ቁሩብ ኣዝብል የብል ኣብዚ ከዓ ናይ ሚእቲ ፍጥነት ይብለን ኣሎ እዚ ዝኣትዎ ዘለኹ ጽርግያ ናይ ሚእቲ እዩ ማለት እዩ ኣብዚ ከኣቲ ከለኹ እዚኣ ናይ ጸጋመይ መስትያት እዩ ሪኣ ንዓኣ ርኤ ፍራቻ ገብር ፍራቻ ገይረ ቁሩብ ክሳደይ ጥውይ ኣቢለ ርኤ ዝኣትዋ ከይህልዋ ዳይረክት ናብዛ መስመረ ይኣቱ እዚኣ የማነይቲ ጽርግያ ትውዳእ ኣላ ማለት እዩ ትሪእዋ ኣለኹም ኣብዚ ተወዲኣ ኣላ ንሳ ሕጂ እዚኣ ሓንቲ ኮይና ናብ ናይ ሚእቲ ኣትየ ኣለኹ ማለት እዩ ትሪእዋ ኣለኹም ሕጂ ብስኻ ትርእይዋ ዘለኹም ኣርባዓ ትብል ኣላ ኣብዚኣ ናብ ክቢ ይመጽእ ኣለኹ እዚኣ ክቢ ሕጂ ብጸጋም ዝኣትዋ ከይህልዋ ኣማዕድየ ብርሑቕ ርኤ ነፃ ምስ ኮነት ኺኢለ ኣቱ በዚኣ ክወፅእ ከለኹ ከዓኒ ናይ የማን ፍራቻ ገይረ ቀጥታ ወፅእ ኣባ ከለኹ ማለት እዩ እዚ ቀዳምነት ፅርግያ ናትካ ይብለኒ ኣሎ ሕጂ ናብ ከምዚ ንእሽቶ ከተማ እየ ዝኣቱ ዘለኹ ኣብዚ ናይ ኣጋር ናይ ሳይክል ናይ ገለ ኣሎ ኩሉ ከባቢ ብማዕዶ ርኢ ማለት እዩ ትሪእዎ ኣለኹም እዚ ሓባት መገዲ ኣሎ ኣብዚ መገዲ ኣጋር ኣሎ ኣብዚ ብለኒ ኣሎ ኣብዚ ተኺለ ይኣቱ ክዝውር ከለኹ በዚ ሕጂ ኩሉ ግዜ ኣብ ናይ ሰላሳ ናይ ኣርባዓ ሳልሳይ ማርሺ ገይረ ዝውር ማለት እዩ ብዚ ናይ ሰላሳ ኣብዚ ትሪእዎ ኣለኹም ካብ ሰዓት ሽዱሽተ ክሳብ ሰዓት ሸውዓተ ሰላሳ ኪሎ ሜተር ኣብ ሰዓት ይብል ኣሎ ኣብዚ ተምሃሮ ከምዚ ሓባት ፅርግያ ኣሎ ብል ኣሎ ብጣዕሚ ጥንቃቐ ዘድልዮ ማለት እዩ እዚ ትሪእዎ ዘለኹም መገዲ ኣጋር ኣሎ ኣብዚ ሓርጎፅጎፃ ኣብዚ ቀስ ኢለ ይኣቱ ማለት እዩ እቲኣ ቀንዲ ክነስተውዕለላ ዘለና ኣብዚ ኩሉ ከባቢና ከመይ ጌርና ንለሊ ዝኾነ ኣጋጣሚታት ዝንቀሳቐስ ሰብ ድዩ ሳይክል ኩሉ ክንፈልጥ እዩ ዘለና ማለት እዩ ሕጂ ብዚ ቅድመይ ከዓ ዘሎ ረኣዩ ኣለዎ መዓት ዝኾነ ናይ ሮንዴል ኣሎ ትሪእዎ ኣለኹም እዚ ኩሉ ንየማን ንፀጋም ትኺኢልካ ዝጨናፈር ገለመለ ሕጂ ኣነ ትኺኢለ እየ ክኸይድ ማለት እዩ ነዚ ብትኽክል ክተንብቦ ክትክእል ኣለካ ከም ትሪእዎ ዘለኹም ኣብዚ ከዓ ፅርግያ ርባዕ ዓብል ኣሎ ኣብዚ ቅድመይ ክብ ኣሎ መገዲ ኣጋር ገለ ኣሎ ኣብዚ ብፀጋም ዝመፅእ ቀዳምነት ሃቦ ብላ ኣሎ ኣብዚ ክቢ ንኩሉ ጌረ ይኣቱ ማለት እዩ ይወሎ ከምዚ ክቢ ሕጂ ብዚ እንየማን በዚ ናይ ፓርኬሪን ቦታ ኣሎ ኢንፋር ትብል ኣሎ መእተዊ ማለት እዩ በዚ ከዓ ፀፌ ፍራቻ ጌረ ንየማን ትኺኢለ ከይድ በዚ ሕጂ ብዘላ ምልክት ከዓ ትሪእዋ ኣለኹም ንፀጋም ትዕፀፍ ትኾንካ ቀዳምነት ኣለካ ይብል ኣሎ ፀጋሚ ክዕፀፍ በዚኣ ብመገዲ ኣጋር ኣሎ ቀሲለ ይኸይድ ይርኢ ከባቢየ በዚ የማነይ ከዓኒ ክልተ ሰዓት ፓርኬሪንግ ይብል ኣሎ ብስሪዎ ዘለኹም እቲያ መጠንቀቕታ ናይ ፓርኬሪንግ መሐበሪ ናይ ፓርኬሪንግ ጌርካ ኣይክፈሎን እዩ ነፃ እዩ ማለት እዩ እዚ ይወለኹም ሕጂ ብዚ መገዲ ኣጋር ኣሎ ኣብዚ ደው ኢለ ይሕልፋ ማለት እዩ ከባቢኻ ምርኣይ ብጣዕሚ ብጣዕሚ ኣገዳሲ እዩ ማለት እዩ ክትውስን ከባቢኻ ፅቡቕ ጌርካ እንተዘይርኢኻ ክትውስን ኣዝዩ ኣሸጋሪ እዩ ኩሉ ግዜ በቃ ክተስተውዕል ኣለካ እንታይ ኣሎ ከባቢኻ ኩሉ ኣብዚ ቅድሚካ ኣለኩም ልቺ ቀይሕ ፀኒሑ ሕጂ ቀጠልያ ኮይኑ ኣሎ ትኺለ ይኸይድ ማለት እዩ ቀጠልያ ልች እንተሃልዩ ትኺለ ይኸይድ ዝኾነ ግን ሳይክል ድዩ ገለ ከስተውዕል ኣለኒ ቀጠልያ ከለወላ ሰብ ክኣትወካ ክእል እዩ ዝኾነ ጌጋ ክገብር ይኽእል ንስኻ ግን ተጠንቂቕካ ኣስተውዒልካ ስታይ ክትገብር ኣለካ ማለት እዩ ሕጂ ኣብዚ ቅድመ መገዲ ኣጋር ኣሎ ፍራቻ ገይረ ሕጂ በዚ ንፀጋም እየ ክዕፀፍ በዚ ንፀጋም ናብ ፀቢብ ገዛውቲ ክኣቱ ከለኹ እዚ ሳላሳ እዩ ማለት እዩ እቲ ስታይ እቲ ፍጥነት ሳላሳ እዩ ትሪእዎ ኣለኹም ግብዚ ሳይክል ኣለው ተጠንቀቕ እብለኒ ኣሎ ኣብዚ ሓባት ፅርግያ ኣሎ እዚ ኩሉ የማነይ ፀጋመይ ብርሑቕ ርኤ ኣስተውዒለ ይኣቱ ይቕፅል ማለት እዩ ኸይድ ትኽኢለ ኣብ ዝኾነ ኣለኩም ከምኡ ሓባጥ ብቕድሚትን ብስታይን ብዙሕ ስታይ ዘለዎ ኣሎ ኣብዚ ከዓ ተጠንቂቐ ይኸይድ ማለት እዩ ኣብዚ ከዓ ንህለኩም ሓንቲ ሰዓት ፓርኬሪን ትገብር ካብ ሰዓት ሸሞንተ ክሳብ ሰዓት ሽዱሽተ ይብል ኣሎ እቲ ኣብ ምልክት ጌርካ ትገብር ማለት እዩ ኩሉ ግዜ ካብ ሰዓት ሸሞንተ ክሳብ ሰዓት ሽዱሽተ ማለት ድሕሪ ሰዓት ሽዱሽተ ግን ነፃ እዩ ማለት እዩ እዚ ትሪእዎ ኣለኹም ኣብዚ ብየማን ዝመፅእ ኩሉ ግዜ ኣብዚ ቀዳምነት ይህቦ ይቕፅል ማለት እዩ በዚ ኩሉ ከባቢየ ይርኢ ማለት እዩ እዚ ዝኾነ ቆልዓ ድዩ ገለመለ ክኣትወኒ የብልን እዚ ናይ ሰላሳ ብላ ኣሎ ኣብዚ ሕጂ እዛ ፅርግያ እዚኣ ከዓኒ ናተይ እያ ማለት እዩ ቀዳምነት ኣለኒ እዚኣ ኣብዚ ግን ቀስ ኢለ ይኸይድ ገዛውቲ እዚ ናይ ሰላሳ ይፍት ፍጥነት ቀስ ብቀስ ማለት እዩ ፒ ይብላለ በዚ የማነይ ነፃ ፓርኬሪንግ ማለት እዩ ዘይክፈሎ እቲ ምልክት ፃዕዳ ፃዕዳ ፓርኬሪንግ ዝፍቀድ ንሱ ጥራይ ክትርኢ ኣለካ ይኸይድ እዛ ፒዘርያ ኢሎም ሓበሬታ ገይሮም ከምዚ ናይ ፅርግያ ዝዕርዩ ትሪዋ ኣለኹም ሕጂ ብዚ ንየማን ተተዓፂፍካ ሰለስተ ነጥቢ ሽዱሽተ ሜትሮ ዘለዎ ቢንቶ ኣሎ ብላ ኣሎ ናብ ኩዕፀፍየ ኣብዚ ከዓኒ ሰላሳ ኣርብዓ ይብል ኣሎ እቲ ፍጥነት ካብ ሰዓት ሽዱሽተ ክሳብ ሰዓት ሸውዓተ ማለት እዩ ሕጂ ፍራቻ ገብር ኣነ በዚ ንየማን ክዕፀፍ ብየማን ዝኣቱ ከምዘየሎ ምስ ኣረጋገፅኩ ትኺለ በዚ ይዕፀፍ ማለት እዩ እቲ ዝበለኒ ቢንቶ ኣብዚ ንህለኩም ኣብዚ ቅድመይ ማለት እዩ ትሪእዎ ኣለኹም ሰለስተ ነጥቢ ሽዱሽተ ቢንቶ ኣሎ ኣብዚ ቅድሚ ካብላ ኣሎ እዚ ከዓ ናይ ባስ ኣሎ በዚ የማነይ ኩሉ ከባቢየይ ኣስተውዒለ ይኸይድ ማለት እዩ እጂ ናይ ኣርባዓይት ፍጥነት ከዓዚ ይዎ ኣለኹ ከምኡ እዩ ማለት እዩ ኣብዚ ኩሉ ግዜ ክንዝውር ከለና ምውሳን ኣርሒቕካ ከባቢኻ ምፍላጥ ብየማን ብፀጋም ዝኣቱ ሳይክል ድዩ መገዲ ኣጋር ምስትውዓል ብጣዕሚ ገዳሲ እዩ ማለት እዩ ከምኡ ጌርካ ኣስተውዒልካ እንተሪኢኻዮ ነገራት ኩሉ ከመይ ኣሎ ከባቢኻ ትውስን ማለት ንክትውስን ኣዝዩ ኣገዳሲ እዩ ማለት እዩ ኩሉ ግዜ ክተስተውዕል ኣለካ ኩሉ ፕላኔሪንግ እዩ ማለት እዩ ዝበሃል በዚ ዓዲ እዚ ኩሉ ግዜ ከተስተውዕል ኣለካ ከምኣ እያ ኣብዚ ከዓ ናይ ባስ ናይ ገለ መለ ንህለኩም ከምኡ እዩ ማለት እዩ ናይ ሎማዓንቲ መደበይ ኣብዚ ክውድእ እየ ማለት እዩ እቲያ ቀንዲ ክነስተውዕለላ ዘለና ክንውስን ከም ዘለና ማለት እዩ ናበይ ፅርግያ ክንከይድ ኢና ናበይ ክንኣቱ ኢና ናበይ ክንወፅእ ኢና ኣብ ከባቢና ሳይክል ዝኾነ መገዲ ኣጋር ገለሎ ድዩ ትኺሉ ዝኣቱ ንቅድመና እዚ ቀዲምና ኣስተውዒልና ከመይ ጌርና ፍርየኑ ንሕዝ ከመይ ጌርና ማኩና ንቋፀራ ከመይ ጌርና ብውሑስ ኣገባብ ንዝ ክቡር እዚ እዩ ማለት እዩ እቲ ናይ ሎማዓንቲ ትምህርትና ንሎማዓንቲ ኣብ ዘይክውድኦ ማለት እዩ ብዘቕረብኩልኩም መደብ ቁሩብ ተማሂርኩም ክትኮኑ ተስፋ ይገብር ኣብ ቀጻሊ ካብዚ ብዝበለጸ ብካልእ መደብ ክመጻኩም እየ ኣብዚኣ መደብ ሓደስቲ እንተኾንኩም ሳብስክራይብ ብምግባር ናይ ወትሩ ተኸታተልቲ ክትኮኑ ትኽእሉ ኢኹም እዚ መደብ ከዓኒ ነዚ ተዛራቢ ትግርኛ ንምሕጋዝ ኢለ ዘቕርቦ ዘለኹ ኣነ ማለት እኹል ሓበሬታ ስለ ዘይረእኹ ብቋንቋ ትግርኛ ካብኡ ተበጊሰ እየ ዘበግሶ ዘለኹ ማለት እዩ ንካልእ ሕኳትና ይጠቅም እንተ ኢልኩም ሸር ግበሩሎም ዝኾነ ሕቶ ሃናፅ ርእቶ እንተሃልይኩም ከዓኒ ኣብ ታሕቲ ቀምጡለይ ኣብ ሰዓት ክምልሱ እየ ንሎማዓንቲ ኣብዚ ከኣኽለኒ እዩ ማለት እዩ ሓውኹም ሲሞን ካብ ዳዕራ ሓሙሽተ ሜድያ ክሳብ ኣብ ቀጻሊ ብኻልእ ቪድዮ ዝመጻኩም ሰሰናዩ ቻው ቻው